ሰላም ዝኸበርኩም ተኸታተልቲ የሪሜዳ ሰንተር ኣብዛ ቻነል ሳብስክራይብ ክትገብሩ እንዳተመነኹ ንሎሚ ኸኣ መዘዝ ቴክኖሎጂ ትብል ሓጻር ጽሕፍቲ ሒዘልኩም ቀሪበ ኣለኹ ሰናይ ምክትታል ሓደ ግዜ ከምቲ ልሙድ ናብ ትምህርተይ ክኸይድ ምስቲ ዝነበረ ብዙሕ ሰብ ተጸቓቒጠ ናብ ሓንቲ ሚኒባስ ይድይብ። ኣብታ ሚኒባስ ምስ ሓንቲ ኣቐዲሙ ኣብኡ ዝጸንሐትኒ ጓል ኮፍ እብል። ንቑሩብ ደቓይቕ ብስቕታ ተጓዕዝና። መዘናግዒ ወይ መሕለፊ ጉዕዞ ዝኸውን ጋዜጣ ኣብ ኢደይ ስለ ዘይነበረኒ ከምቲ ኩሉ ሰብ ኣብ መንገዲ ክኸይድ ከሎ ዝገብሮ እናዕለልኩ እንተኸድኩ ኢለ ብምሕሳብ መጀመርታ ናብታ ኣብ ጎነይ ዝነበረት ጓል ተጠወኹ። ዋላ'ኳ ዝበዝሐ ክፋል ገጻን እዝናን በቲ ዘው ኢሉ ዝወረደ ጸጉሪ ርእሳ ተሸፊኑ እንተነበረ፣ በቲ ኣብ ቤትሮ ናይታ ሚኒባስ ተጸጊዑ ናብ ቅድሚት ገጹ ዝርኢ ዝነበረ ክፋል ገጻ ጥራይ ክሳብ ክንደይ ጽብቕቲ ምንባራ ክግምት ከኣልኩ። ዋላ'ኳ ጽብቕቲ ኣይትንበር፣ ኣብ ጉዕዞ ሓድሽ ሰብ ተላሊኻ እናዕለልካ ምኻድ ስለ ዝብርሃኒ፣ ዕላል ክኸፍት ሓሰብኩ። መጀመሪ ዕላል ዝኾነኒ ሃሰው ኣብ ምባል ኣተኹ። መጀመርታ በታ ሰዓት ክንደይ ኮይኑ ኣሎ እትብል ዕላል ክጅምር ሓሲበ እኳ እንተነበርኩ፣ ሞዳኣ ዝወደቐት ኮይና ስለ ዝተሰመዐትኒ፣ ብዘይ ብኡ እውን እታ ክትሽፈን ዘይትኽእል ገዛፍ ሰዓት ተሰኪመ ከብቅዕ ሰዓት ክሓትት ስለ ዘይተዋሕጠለይ፣ ካልእ ቅያር ዕላል ዝኸውን ሃሰው ኣብ ምባል ኣተኹ። እዚ ኣውቲስታ ደኣ ደሓን ድዩ ክንድዚ ጉያ? መኽፈቲ ዕላል ረኺበ ኢለ ነቲ እንጀርኡ ንዝምእርር ዝጓየ ዝነበረ ኣውቲስታ ከሟዓቶ ጀመርኩ። ጸባዩ ሰኽቲቱ መጺኡ መስለኒ ክንድዚ ጉያ ደኣ። በታ ቀዳመይቲ ስለ ዘይሰርሐ ዋዛ ወሲኸ ግይጽይጽ በልኩ። መልሲ'ሞ ይትረፍ ክሳዳ እንተትጠውየለይከ? እንታይ ጸሊእኩም? ከምዚ'ኮ ተላሒጸ ኣይፈልጥን፣ ግን ቀልጢፈ ኢደ ኣይሃብኩን። ምናልባሽ ድምጸይ ትሒትዋ ይኸውን ኢለ ብምሕሳብ ሓንቲ ስለ ዝፈሸለትኒ ካልእ ኣብ ምንዳይ ኣተኹ። እዛ ዓዲ እንታይ እያ ትበሃል? በልክዋ ድምጸይ ዓው ኣቢለ። ብውሕዱ እቲ ኣውቲስታ ውን ሰሚዑኒ ይኸውን እዩ። እዚ መንገዲ ዓመታት ዝተማላለስኩሉ መንገዲ ከም ምዃኑ መጠን ከም ከብዲ ኢደ ይፈልጦ። ግን ንኽትምልስ ዝሓሸት ኮይና ተሰሚዓትኒ። ነቲ ቀጺሉ ዝስዕብ ዕላላት ውን ጽቡቕ ኣፍደገ ትኸፍት እያ ኢለ ሓሲበ። ማለት ሽሙ እንተ ነጊራትኒ እሞ ነዊሕ ዓመት ኢኺ ተማሂርኪ ማለት እዩ። ተማሃሪት ክንደይ ዓመት ዲኺ? ገለ ኢለ ናብ ዝቕጽል ዕላላት ክሰግር ይኽእል እየ። ወይ ውን ኣይፈልጣን እየ እንተኢላትኒ እሞ ካብዞም ፍረሽ ቆልዑ ኢኺ ማለት እዩ ኢለ ክጨርጨላ ብምሕሳብ እዩ ክትመውሊዓ ዘወደይ ካብ ጸባ ዘይተረኽበስ ካብ ማይ ጸባ ካብታ ካባይ ብሰንቲ ሜትሮ ብድሕረይ ርሒቓ ዝነበረት ዓባይ ሰበይቲ መለሳለይ ክሳብ ክንደይ ዓው ኢለ ከም ዝበልኩ ተረዲእኒ ተሰነፍኩ ንዓውታይ ሰሚዑ ዝምልስ ሰብ ብምርካበይ ግን እፎይ በልኩ ነታ ምሳይ ዝነበረት ጓል፣ ኤህ ምስኪነይቲ፣ ጸማም'ያ ትኸውን ኢለ ብምሕሳብ፣ ክሳደይ ጠወየ ምስተን ሰበይቲ ዕላል ጀመርኩ። ኣነ ዕላል እምበር፣ ምስ መን እንታይን ኣየገድሰንን ነበረ። ኦኬ! እዚኣ ድያ ክትመውሊዕ? ምስ ዓዲ ራእስን'የን ዘደናግራኒ ኮይነን። ዓዲ ራእሲ ከ ኣይነተን'ያ? ካብ ጻዕዳ ሓሶት ናብ ቁሩብ ሓቂ ክቐርብ ጀመርኩ። እዚ ኩሉ እንዳተማላለስኩ እዘን ክልደ ዓድታት ኣየን ኣቐዲማ ትመጽእ የደናግራን እየን። ኣየ ደቂ ሎሚ እዚ ኩሉ ምህሮኹም ዓድኹም ዘይትፈልጡ ዓዲ ራእሲ ደኣ በዚ ወገን እዩ ዘሎ ኣንተወይ ኢና ሓሊፍናያ ናብቲ የማናይ ወገን ኣመልከታለይ ድሕሪ ቁሩብ ደቃይቕ ግን በቲ ጸጋማይ ጎነይ ድኹም ድምጺ ምንቅስቓስ ኣፍን ስለ ዝሰማዕኩ ወይለይ ጸማም ተኸፊታ ብምባል ገለ ዝተዛረበት ኮይኑ ተሰማዓኒ። ኣቤት ኣቤት ተዛሪብካ እንዲኺ ኣይሰማዕኩኻን በልኩዋ። ሕጂ ግን ወይከ እዚኣ ካብተን ብውሑድ ቁጽሪ ኣለዋ ዝበሃላ ትዕቢተኛታት ኣዋልድ ሓንቲ ክትኾን ኣለዋ ኢለ ኣብ መደምደምታ በጻሕኩ። ካብ ዘረባ ኢደይ ክህብ እውን ተቓረብኩ። እቲ ምንቅስቓስ ናይ ኣፋ ግን ቀጻሊ እዩ ነይሩ። ብጥዕናኣ እውን ተጠራጠርኩ። እንታይ ዘህተፍትፍ ውሽጣዊ ጭንቀት ደኣ ኣለዋ ኮይኑ እዩ። ክድንግጸላ ድዩ ዘለኒ ክኹረየላ ኣይፈለጥኩን። ከምዚ ኢለ እናሓሰብኩ ከለኹ እቲ ኣብ ኢዳ ሒዛቶ ዝነበረት ቦርሳ ግዳ ኣረብሪብዋ ኮይኑ ናብ ባይታ ኣውረደቶ። ካብ ጁባኣ ተበጊሱ ናብ ትሕቲ ጸጉራ ዝኸይድ ጸሊም ገመድ ኤሌክትሪክ ምስ ረኣኹ ዓው ኢለ ሰሓቕኩ። ኩሉ ሰብ ብጥዕናይ ተጠራጢሩ ይኸውን ናባይ ጠመተ። እታ ብጥዕናኣ ከተሓስበኒ ዝጸንሐት ጓለያት እውን ናይቶም ሰባት ምጥማት ግዲ ገሪምዋ ኣብ ሽዑ በጺሓ ነታ ብእዝና ዝጸንሐት መስምዒት ኣውጺኣ ብህዱእ ድምጺ ደሓን ዲኻ ዝሓወይ? በለትኒ። እዚ ኩሉ ጥዑም ድምጺ ከለክስ ስቕ ኢልኪ ሌፍ ተብልና ምስ በልኩዋ ኣይተረድኣንን እንታይ ማለትካ'ዩ በለትኒ። ሽዑ ኩሉ እቲ ዝበልኩዋ ዝሓሰብኩዎ ምስ ኣዕለልኩዋ ብሰሓቓ ነታ ሚኒባስ ክልተ ገበረታ። ኣሰሓሕቓኣ ምሉእ ደርጊ ስናን ምስ ረኣኹ ውሽጠይ ኣሰና ችብዕቲ። በልኩ ብውሽጠይ። ኩሎም እቶም ተጓዓዝቲ ዝሰምዕዎ ዘይብሎም ኣሰሓቕኣ ክርትም በሉ። ድሒሩ ክሳብ ኮለጅና ንበጽሕ ግን ናይ ኣእምሮ ሕሙማት እዮም ዝኾኑ ኢሎም ሓሲቦምና ግዲ ይኾኑ ብዙሕ ግዲ ኣይገበሩልናን። ሰሓቕ ኣባና ጥራይ ተሓጺሩ ተሪፉ። እዚ ልዕል ኢለ ዝገለጽክዎ ገለ ካብቲ መዘዝ ቴክኖሎጅ እዩ። ቴክኖሎጂ ዘምጽኣልና ምዕባለ ኣዝዩ ዓብን ኣቕሊልካ ዘይረኣን እኳ እንተኾነ፣ ጎኒ ጎኑ ግን ንኣሽቱ ብዙሕ ዘይነስተውዕለሎም ለውጥታትን ልምድታትን ይረኣ ኣሎ። ንኣብነት ኣብ ህዝባውያን ቦታታት ምስ ምምጻእ ምስምዒ ሞባይልን ታብለትን፣ መዘናግዒታት ከም ጌም፣ ደርፍን ካልእ ቴክኖሎጂ ዘምጽኣልና መዘናግዒታትን ሰብ ብዘይካ ምስታ ሒዝዋ ዘሎ ሞባይል ወይ ከኣ ኣብ እዝኑ ቀርቂሩ ዝሰምዓ ደርፍን እንተዘይኮይኑ ምስ ሓድሽ ሰብ ናይ ምዕላል ልምዲ እናጠፍኣ ይመጽእ ኣሎ። ብኡ መንጽር ውን ምስ ሓድሽ ምዕላል ክርከብ ዝከኣል ተመኩሮ፣ ፍልጠትን ሌላን ይተርፍ። ምንጪ ሓበሬታኻ ኣብ ቴክኖሎጂን ብጽልዋ ምዕራባውያን ጥራይ ተሓጺሩ ይተርፍ። ብፍላይ ኣብ ንኣሽቱ ቆልዑ ዘለዎ ጽልዋ ኣቕሊልካ ዝርኣ ኣይኮነን። ቆልዑ ብዘይካ ኣብ መስኮት ተለቪጅን ተፋጢጥካ ምውዓል፣ ካልእ ኣብ ንእስነት ክቋደሶ ዝግባኦም ጸወታታት፣ ዕላልን ምትሕልላይን፣ ኣዝዩ ደስ ዘብል ናይ መተዓቢቲ ደቅ ገዛውትን ብዙሕ ተሞኮሮታትን ከይተቋደስዎ ዕድመ ኩትትናን ጎበዝን ይበጽሑ። ኣብቲ ኣብ ፊልምታት ጥራይ ዝርእይዎ ናይ ፈንጠዝያ ዓለማት ጥራይ ይስርቱ። ነዛ ናታ ሕግን ኣካይዳን ዘለዋ ናይ ጋህዲ ዓለም ህይወት ክገጥምዋ ንጋዶ ይኾኖም። ኣብ መንጎ ሕብረተሰብ ዓቢኻ ምስ ሕብረተሰብካ ናይ ሓደ ናይ ምዃን ህይወት ትግለል። ከም ምዕራባውያን ብውልቃውነት ተዓብሊልካ ናይ ምኻድ ባህሊ እናማዕበለ ክመጽእ ከሎ ኣዝዩ ተኽእሎ ልዑል እዩ። ግዜኦም ነዚ ዝጅምር ዘሎ ናይ ገዛእ ርእሶም ፊሊም ኣብ ክንዲ ክሰርሑ ክፈጥሩ ክባላሓቱን ኣተሓሳስባኦም ብዝተሰራሓሎም ፊሊም ይመልእ ኣሎ። ኣብ ሂወቶም ኣስተዋጽኦ ዘይብሉ ዘይጨበጥዎን ኣርተፊሻል ወርቂ ኣእምሮኦም ክጥምዝዝ ዝገብሮ ዘሎ ኣሉታዊ ጽልዋ ቴክኖሎጂ እዩ። ኣብ ገዛእ ርእሶም ዘሎ ክቡር ዑንቂ ኣየስተውዓሉሉን። ስለዚ ኣብዚ እዋን ኩሉ ቴክኖሎጂ ዝምጥወልና መዘናግዒታት ክትበጽሖ ንኹሉ ሓበሬታ ድማ ክትረኽቦ ናይ ግድን ኣይኮነን። እምበርከ ንኹሉ ክበጽሖ ዘኽእል ግዜን ዓቕምን የብልናን። እዞም ውፅኢት ቴክኖሎጂ ምስ ናትና ድሌትን ባህግን ዝምባለን ዝመሳሰሉ ሓበሬታ እንተደኣ ኣኪብናሎም ኣብ ህይወትና ለውጢ የምፅኡ። ዝያዳ ውፅኢታውያን ግን ድማ ይኾኑ። ብፍላይ እቶም ቴክኖሎጂ ዘቕርበልና መዘናግዒታት ካብ ዘዘናግዑና ዘዘንግዑና ይበዝሕ። ምኽንያቱ ብቐሊሉ ጥዑማትን ዘይምነውን ክኾኑ ስለዝዳለዉ። ካልእ ኣብ ካልእ ኣገዳሲ ስራሕ ኣጓናዲቦም ግዳያት ይገብሩና። ቅድሚ ንዕኦም ምጥቃምና ግን ኣብ ትርፊ ግዜና ጥራይ ክንዘናጋዕ ክንዘናጋዕ ኣለና። መዘዝ ቴክኖሎጂ ብዙሕ ዘይተዳህሰሰ እናማዕበለ ዝኸይድ ዘሎ ኣሉታዊ ጽልዋታት ኣለዎ። ካብኡ ተገሊልና ክንነብር ዘይንኽእለሉ ግዜ እኳ እንተኾነ ኣጠቓቕምኡ ብምፍላጥ ካብ ምጥቃሙ ንላዕሊ ዘገድሰና ጉዳይ ምዃኑ ክንስሕት ኣይግባእን። እምበኣርከስ ዝኸበርኩም ተኸታተልትና ከም ወትሩ ሳብስክራይብ ምግባር ኣይትረስዑ። ንሎሚ ዘዳለኹዋ መዘዝ ቴክኖሎጂ ሓጻር ጽሕፍቲ ኣብ ዛዚመ ኣለኹ። ኣብ ቀጻሊ ብኻልእ ክሳብ ንራኸብ ሰላም።